ሻሎም ከመይ ሓዲርኩም ካብ ትማሊ ምሸት ክሳብ ሎሚ ንግሆ ዘለዉ ሓጸርቲ ዜናታት ሒዘልኩም መጺ ኣለኹም ሰናይ ምክትታል ኣብ ካምፓላ ዝቕመጡ ስነጥበባውያን ትማሊ ሰነ ዓሰርተ ሽዱሽተ ክልተ ሽሕን ዒስራን ሓሙሽተን ንኽብሪ ኣብዚ ዝሓለፈ ሰሙን ኣብ መበል ዒስራን ኣርባዕተን ዓመታ ዝዓረፈት ኣዝዩ ተስፋ ተነቢርላ ዝነበረት ስነጥበባዊት ዲያና መሓሪ ዲዱ፣ ቤተሰብን ስነጥበባውያን መተዓብይትን መማህርታን ግዱሳት ሰባትን ዝተሳተፍዎ ናይ ዝኽሪ ሽምዓ መደብ ኣካይዶም። ንሓፍትና። እዚ ሓበሬታ ንኤርትራውያን ክኸውን ከሎ ብፍላይ ድማ ንወለዲ እዩ ማለት እዩ። ኣብዚ ሰሙን እዚ ምስ ጸጥታ ኣተሓሒዙ ዝመጸ ሓበሬታ ስለ ዝኾነ ኣስተውዒልኩም ተኸታተሉ ማለት እዩ። ካብዚ ዝሓለፈ ሰሙን ጀሚሮም ሰራሕተኛታት ውሽጣዊ ጉዳያት መሲሎም ናብ ገዛ ናብ ገዛ እናኸዱ ብጉጅለ ተኣኪቦም ዝመጹ ሰባት ኣለዉ። ኣብዚ ቤት ጽሕፈት ውሽጣዊ ጉዳያት ሰነዳትን ደብዳበ ከም ዘለዎም መሲሎም ዝመጹ ኮይኖም ንዝቕጽል ናይ ኒረ ሕጋዊ መለለዪ መንነት ከም ዘለዎም ክምርምሩ። ኣነ ይነግረካን እየ ኣረጋጊጸ ዝነግረካ ግን ሎሚ ኣብይ ኣሕመድ ብኣእዳውና ጌሩ ሓንቲ ጥይት እንተ ተተኩሳ ደም ሸኾና ኣድጊ ክበጽ እየ ዝቕጽል ሓምሳ ዓመት ዘይጠፍእ ኩናት ክእጎድ እዩ እዚ እወጅ ዘሎ ኩናት ፍቶ ጽላእ ናይ ቀይሕ ባሕሪ ሕቶ ኣይኮነን ናይ ቀይሕ ደም ሕቶ እዩ ቀይሕ ደም ጎረቤት ህዝብታት።
እንሖ ሃምቦብ ታይ ማለት እዩ?
ማዓኮር
ታይ ዝገብራ ኣነ ምቅርቲ ታይ ማለት እዩ? እንሒ ምቅርቲ ታይ ማለት እዩ ሃምቦብ? ብምንታይ ብራያ ድዩ ብ ዝኾነ ይኹን ታይ ማለት እዩ ሃምቦብ?

ኣታ ሓወይ ብጣዕሚ ኣነ ዝብለካ ዝኸላምካ ኩሉ ናይ ወዲ ሸክ ስለሆን ብጣዕሚ እየ ዝሕበየካ ሳሕበይ ያኸ ቀፅሎ ንኪ ሶ መግበሊ ድዩ መዓረያ
ከመይ ኣብሲኹም ሰላም ሰላም ክቡራት ተኸታተልቲ ከመይ ኣምሲኹም ሎሚ እውን ከምቲ ልሙድ ሓደሽቲ መረጃታትን መዘናጊ ቪድዮታትን ይናልኩም ቀሪብና ኣለና ነዚ ቻናል እዚ ሓደሽቲ ዝኾንኩም ሰባት ሰብስክራይብ ብምግባር ቤተሰብ ይኾኑ። ኣብ ናይ ሎማንቲ መደብና ዲያና መሃሪ ቅድሚ ህዚ ኣዝዩ መሰንበዲ ሃበሬታ እዩ በፂሕና ነይሩ። ስነጥበባዊት ዲያና ህልፈታ ሞታ ሰሚዕና ነይርና። ህዚ ድማ ኣዕርኽታን ዝተፈላለዩ ሰባት ከምቲ ኣብ ፈለማ ዝረኣኹሞ ናይ መዘከሪ ናይ ሽምዓ መደብ ገይሮምላ እኒኦ እሱ ብሰፊኡ ኣቕሪቦ እኒኦ ነሽነሽ እሱ እውን ብሰፊኡ ክንሪኦ ኢና። ብኻሊእ ድማ ንኤርትራውያን ገዛ ገዛ ከይተረፈ እናኸዱ ናይ ቤት ፅህፈት ውሽጣዊ ጉዳያት ደብዳቤ ዘለዎም ኣምሲሎም ገዛ ገዛ እናኸዱ ንኤርትራውያን እናዓሰሩ እዮም ዝርከቡ እሱ እውን ብሰፊኡ ክንሪኦ ኢና ስፔሻሊ እዚኣ ብሰፊኡ ክንሪኦ ኢና እስካብ መወዳእታ ምሳይ የፅንሑ ብካሊእ ድማ ኣወል ስዒድ ንኣብይ መጠንቀቕታ እዩ ሂቡ ዘሎ እሱ እውን እንታይ እዩ ዝብል እዛ ፅምዶ ትዘርግ ሃንቲ ጥይት ተተኪሱ ን50 ዓመት ዘይ ዘየቋርፅ ኹናት እዩ ክኽፈት እዩ እናበለ ዘሎ እሱ እውን ብሰፊኡ ክንሪኦ ኢና ኣብ ናይ ሎማንቲ መደብና እዚኦምን ካልኦትን ኣዝዮም መዘናግይን ሓደሽቲ መረጃታትን እየ ሂዘልኩም ቀሪበ ዘለኹ ኣብዚ ቻናል እዚ ሓደሽቲ ልኾንኩም ሰባት ሰብስክራይብ ምግባርኩም ኣይትረሱ መብዛሕትኹም ተኸታተልተይ ሰብስክራይብ ከይገበርኩም ኢኹም ትሪኡ ዘለኹም ሶ ሰብስክራይብ ትብል ፅህፍትን እያ ኣብ ታሕቲ እንሳ ብምንካእ ሰብስክራይብ ግበሩ ምንም ማለት ይኾነ ንዓኹም ነዚ ቻናል ግን ሰፖርት ስለዝኾነ ሰብስክራይብ ብምግባር ቤተሰብ ኹኑ ንዓኹም ናይ ሃንድ ሰከንድ ስራሕ እያ ንዚ ቻናል ግን ሰብስክራይብ ብምግባር ቤተሰብ ይኹኑ እስከ ንሽተይ ክፅበይኩም ኣይ ቲንክ ሰብስክራይብ ጌርኩም ተመለሱ እወ ህዚ ድማ እስከ ንቐፅል እስከ ከም መጀመሪ ክኾነና ዝተወሰና መዘናጊት ቪዲዮታት እኒዋ ብኣ ንጀምር ሓንቲ ሃፍትና ስፔሻሊ ንኣወዳት ፅብቕቲ ምኽሪ እያ ትህበና ዘላ ኣጓላት እውን ትስማሙ ኢኹም ኢለ ተስፋ ይገብር እስከ ሪናዮ ንመለስ

ሽኮሪና እወ ቅርፅኺ ፅቡቕ እዩ ገለ ብዙይ ኣይትበላ ቃላት ክትቅይር ኣለኩም እንታይ ትብሉ እዋው ማራኺ ትኺ ደስ በሃሊ ፍረ ገፅ ኣለኪ ፅቡቕ ክምስት ኣለኪ ማለት ኣምሻ ኣለኩም ተናበቃ ብሉ ኣነ ናይ ብሓቂ ይሓርቕ ኣለኹ እዋ ይሓርቕ ኣለኹ ይሓርቕ ኣለኹ ጠቕማኹም እየን ሰብ ምስ ተኣከበ ባህርዮም ዝቕየሩ ሰባት በይኖም ኮኑ በይኖም ኮኑ ከለዉ ባህሪኦም ብጣዕሚ ደስ ዝብል ቀለርቲ ዝተረጋጉ ሰባት በቃ ብጣዕሚ ካልማ ዝኾኑ ሰባት እዮም ምስኦም ንክትከውን ብጣዕሚ ደስ ዝብልካ በቃ ኮንፊደንስ ዘለዎም ዝተረጋጉ ኣዛርቦም ተግባሮም ብጣዕሚ በቃ ደስ ዝብለካ ሰብ ናብ ሰብ ምስ ተኣከበ ምስ ተሓወሱ ግን ናብ ጤል ዝቕየሩ ናብ ሰይጣን ጋኔን ካብ ሰይጣን ጋኔን ዝገደደ ዝኾኑ ቦይኖም ናሃለዉ ፀባዮም ባህሪኦም ደስ ዝብለካ ኩሉ ነገሮም ናብ ሰብ ምስ ተሓወሱ ናብ ዝኾነ ሓደ ግሩፕ ናብ ብዙሓት ጀምዓ ዘለዎ ምስ ተሓወሱ ግን ብጣዕሚ ለፍለፍቲ ተጨኻጨኽቲ ሓመይቲ ሹም በቃ ነዛ መሬት ዘነውፅዋ ዝተፈላለየ ባህሪ ዘለዎም ቦይኖም ክኾኑ ከለዉ ብጣዕሚ መሳኺን ሰብ ምስ ተኣከበ ግን ናብ ዝኾነ ጉር ምስ ተኣከቡ ናብ ሰይጣን ዝቕየሩ ሰባት ብጣዕሚ ነገራማትና ጨጨቕቲ ሓመይቲ ናብ በቃ ዳይኖሰር ዝቕየሩ ሰባት ሕጂ ኣብዚ ናይ ጽላት ኣጋጣሚ ኮይኑ ሓደ ፎብያ እያ ማለት ከም ድምፃወቱ ዝነበርና ቆልዑት ካለናስ ዓበይቲ እዮም ጨሓማት ገለ መለ ገለ ናይ ኣእምሮ ፀገም ስለ ዝገበሩኩም ኩሎም ሕጂ

ከምዚ ናይ በዓል ዳኒ ገለ ምስ ኣሎ ምስታይ ዝሓልዎ ገለ ብኢሉ ኮፍ ኢሉ ነይሩ ሕጂ እቶም ሓካይም ከዓ መመፂኦም መዓልታዊ ይከታተሉ እዮም ንጎል ምሸት ርእዎም ግልብሉ ኩሉ ርእዎም ኩሎም ሓደ በይኑ ኮፍ ኢሉ ተረጋጊኡ ብዝሰኸነ ፍሉ ጥምቶ ኩሉ ሞዚ ደሓን ኣሎ ማለት ኣብ ደሓን ኣብ ደሓን ኩነታት እዩ ደሎ ኢሉ ከይዶ ሰላም ደሓን ዶ ከመይ ኣለኻ ኢሎ ዶክተረይ ዘለኹም ኣምላኽ ይመስገን ፅቡቕ ኣለና ንሕና ንዓና ዝሃበ ንስኹም ሰላ ትደኽሙልና ዘለኹም ረእኦም እንደዚዮ እንዳበሉ ተፅቡቑ በቃ ኣነ እኮ ገሪምኒ እኮ ኩሎም ኢሎም ሞቶ ሞቶ ዳተፃወቱስ እዛ ፅቡቕ ኣለኻ በቃ ተረጋጊ ቧዕ ሳላኹም ጽዒርኩምልና እንዲኹም ድኺምኩምና እንዲኹም ኦይ ኦይ ኦይ ጽቡቕ ጽቡቕ ንሕና እውን ከምኡ ኢና ንደሊ ስለዚ ዝሓወየ ገገዝኡ ኢና ንሰዶ ስለዚ ኣብቲ ኦፊስ ኮይና ሓደ ሓደ ነገራት ንዘራርእ እሞ ገዛ ክሰደካ ናይ ብሓቂ ወናይ ብሓቂ ቡም ገለ ንገብር ነርና ገሌላ ስዑፍ ትግራት ምስከና ኣብ ትግራትሲ እንታይ ሞቲ ቀሊጥካ ጨጭፍካ ዝብላዕ ቀጠልያ እሞ እንታይ

ወይና ደይ ንስና ክንመስል ንፍትን ወይና ደይ ንሕና ክንከውን ንፍትን ወይና ባህልና ክንድምስስ ንደሊ ዘለና ኣብ ዓዲ እንዳ ዛብእ እንዳኸድና ክንወስድ ተኾይንና ከማን ናይዞም ጸዓዱ ዝደለናዮ ናይ ጸዓዱ እኳ ደይወሰድና ኣብ ኣዲስ ኣበባ ኮይንኪ ዳእተ ሽግር ክትጽውዕልና ባህልኺ ክትርስዒ እንዴነሽ እንዴነሽ ክትብሊ ጥረ ስጋ ክትበልዕሲ ትጨጭፍካ ትብላዕ እንታይ ክትብሊ ኣይሶምን ኣይሳልስቲ ኣነ ዝበልኪ ፅሪቲ ሓላዊት ኣባጊዕ ነበርኪ ኣንቲ ሓላዊት ኣባጊዕ። እንዶ በለስ ትግራይ እንታይ እዩ በለስ ኣብ ትግራይ በለስ ኣሎ ድዩ ወዲ ፋራ ወዲ ዓሸራ ኣብ ትግራይ በለስ ኣሎ ድዩ ኣታ ኮሜዲ ሓረት ቁስሊ ኢኻ ኣብ ትግራይ ብጀካ እምኒ እንታይ ኣሎ ድዩ እንታይ ኣሎ በለስ ኣሎ ኣነ ይረኣኹን ኣብ ትግራይ ኣነ በለስ ባለ ኣበ በየን ቦታ በየን ከባቢ በለስ ኣሎ በለሳ ቤለ ተርካን ክነረካ ክእል ኣነ በዓል ዕላ ብርዒት ኣለካ በዓል ከረን ኣለካ ናይ ሓጋዝ ገለመለ ክትከድ ከለካ ኣብኡ ኣለካ በለስ ተደሊካ ኣብ ኣስመራ ካብ ዓብዩ በዓል እምባደሮ ኣለካ እምባደሮ ተረዲካ ክትከድ ከለካ ንበዓል ባፅዕ ገፅካ ከር ክትወፅ ከለካ ኣለካ በለስ ኣብኡ መዓት በለስ ኣለካ ኣብ ትግራይ በለስ ኣለይ ትብልካ ትሕሱ ዘየለ ዘየለ ትዛረብ ኣልዕላ ብርካ ጥንቁላ ብርካ ትዛረብ እንታይ ይበለስ ኣሎ ኣግራብ ከመን ዓየታት ጥቡቅ ቦታ ከማ ዘይብሉ ክብረት እንታይ ዓር ዘይል ዛረብ ገለ በለ ሰክት እያ ወዲ ቁስሊ እስከ ህዚ ድማ ብምቕጻል ኣዝዮ መዘናጊ ዝኾኑ ዝተፈላለዩ ናይ ላይቭ ቪድዮታት እየ ሂዘልኩም ቀርበ ዘለኹ ነዚ ቻናል እዚ እስካብ ህዚ ሰብስክራይብ ከይገበርኩም ትርእዩ ዘለኹም ሰባት ሰብስክራይብ ብምግባር ቤተሰብ ይኾኑ ሰብስክራይብ ፅሕፍቲ ኣብ ታሕትንያ ሓሳብ እውን ከዓ ሰብስክራይብ ይግበሩ ንዓኹም ምንም ማለት ይኮነ ነዚ ቻናል ግን ሰፖርት ስለ ዝኾነ ማለት እዩ እንዳ ሻይ ኣቲኻ ከይከፍልካ ኣይውፃእን እንድዩ ኣብዚ እውን ኣቲኻ ቪድዮ እናረኣኻ ሰብስክራይብ ከይገበርካ ምጥቃም ማለት ጌጋ እዩ ሶ ሰብስክራይብ ብምግባር ቤተሰብ ይኾኑ ሰብስክራይብ ብምግባር እዚ ቻናል እዚ ሚዲያ ሰፖርት ይግበሩ ይደግፉ እስከ እዞም ቪዲዮታት ርኢና ንመለስ ታይ ገብረ ኣነ

እንታይ ይበሃል ስምዑኒ ራያ ኣብዚ ዘለኹም ሰባት ሓ- ረኣዩ ክነግረኩም ብረያ ሃምቦ እዩ ዝበሃል ነነዋ ሃምቡፍ ማለት ኣሰ ይኮነ ስምዕኒ ስቕልኪ ኣይኮነ ይኮነ ተጋጊኺ ኢኺ መዓኮር እንዲ ሃምቦፍ ዳሊ ኤ እወ እሞ ኣይኮነይ ሃምቦፍ ማለት ማ ረይ ሕዝስ እዚኣ ወንያ እዚኣ ወንያ እንኩም ኢለኩምስ እንድሕር ምልስ ኣቢለያ ሃምቦፍ ማለት ዲያ ትክክለኛ
ኖኖ ኣይኮነን ልዑ ኮ እሞ ኩሉ ሰብ ሃምኦ ክብል ይሰምዕ እሞ ይግረም ሃምቦፍ ማለትስ ኣርኢኻ ምኽላእ ማለት እያ ብሓፂሩ
ዝበለለይ

ናይ ሸጥና ማለት እዩ ዋ ንሸጠኩም ናብ ጓል ኣሉላ ናብዞም ዝብሉ ናባቶም ናባቶም ክሸጣ ነርኒ ጓል ኣሉላ ናባቶም ክሸጣ ነርኒ ንዓይ ግን ናበይ ምሸጥኒ ንመቐለ ዶ ምሸጥክኒ ዘይዋ ታይ ችግር ዋ መቐለ ጭራሽ ኣስመራ እኮ ንኸይድ ሓሙስ ዘደንቆርክና መቐለ መፅዕ ጭራሽ ክትዕብድና
ኣንስ ዓዲግራት ዓዲግራት ከዓ ኬፍ ኣሎ ዓዲግራት ዓዲግራት ደቂ ሸቕ እዮም ደቂ ሸቕ እዮም ሰብኮ ሓንቲ ደንቆሮ እዚ ብኣደባቀስ ሓደ ግዛዕ መልኹስ ጨጉርኺ ሓፂሩ ዲኺ ዝበልኽኒ ኣይቆረፅክዎን ይማን እየ ትለኒ

ዋላ ሓንቲ ነገር ኣይፈልጥን እየ ስቕ ኢለ ብፃዕዳ ብፃዕዳ መፀ ከምዚ ኢለ ክላገፀልኩም ኢለ ወይ ከዓ ጌም ክፃወት ኢለ ሳፖርት ክትገብሩኒ ገለገለ ኢለ ኮንኩን ከምዚ ምሻ ኣሎ ኣነ ኣብ ልዕሊ ዝኾነ ካብ ዝመፀ ይምፃእ እቲ ሰብ ኣብ ልዕሊ ዝኾነ ዓይነት ሰብ ከምዚ ራሲስትነት ወይ ሕማቕ ነገር ዝኾነ ነገር የብለይን ኣነ ወላዲተ ይብለኩም ኣለኹ ቅዱስ ሚካኤል ካብ ዝመፅኻ ምፃእ ዋላ እንታይ ፃዕዳ ዘይኮን ቆርበቱ ካብ ዝመጽኣ ምጻእ ሕማቕ ሓሳብ ኣነ ኣይሓስብ ኣነ ብክንደይ መከራ ሕጂ ሓኪለ ረኺበካ ኣምና ኣረጋዊ ዋ እንታይ ዳ በርኒንካ ዋን ባጽዕ ያ ዋ ዋ ዋ እወ ሓደ ሓውና ኣሎ ምሳኻ ወዲ ኩመል ኣብኡ ኣሎ ምሳኻ ምስለኒ ኣብ የብዚ ማንቸስተር እወ ወዲ ኩመል ወረቐት ኣዲኦሞ ከማን እወ ሪሊ

ከይዳ ከይዳ ሓፍተይ ከይዳ ልበይ ገይራቶ ምድረ በዳ ኪንግ ኦፍ ኪንግ መን እስከ እዚ ድማ ብምቕፃል ኣወል ስዒድ ብዛዕባ እዚ ፅምዶን ብዛዕባ ዓብዪ እውን ዝተዛረቦም ዝተፈላለዩ ዘረባታት እኒኦ እሶም ሪና ንመለስ ነዚ ቻናል እዚ ሓደሽቲ ልኾኹም ሰባት ሰብስክራይብ ምግባርኩም ኣይትረሱ እዚ ቪድዮ ድማ ላይክ ግበርዎ ላይክ ግበርዎ ላይክን ሼር ምግባርኩም ዘለኩም ርእቶ እውን ኮሜንት ምግባር ኣይትረስዑ። በዚ ኣጋጣሚ ብወገን መንግስቲ እውን ነቲ ንኽራማት ዝዳሎ ዘሎ ህዝቢ ትግራይ ዝሕግዝ ነገራት ዝኣትወሉ መገዲ ክፈቅድ ብሽም ኣባላት ጽምዶ ምሕጽንታይ የቕርብ። ምኽንያቱ ብቐዳምነት ህይወት ክድሕን ኣለዎ። ብህይወት ምስ ሃለኻ ኢኻ ንኻልእ ጉዳያት ተርክበሎም። ወዲ በሻሻ ንትግራይ ዓጽዩ ንረድኤት መሳርሒ ፖለቲካዊ ኣጀንድኡ ክገብሮ ህቅን ኣሎ። እዚ ክፈሽል እንተኾይኑ ድማ መገዲ ኤርትራ ናብ ትግራይ ንህይወት ዘገድስ ኣድላዪ ነገራት ዝኣትወሉ ዕድላት ክኽፈት እምሕጸን። ኣነ ይነግረካን እየ ኣረጋጊጸ ዝነግረካ ግን ሎሚ ኣብይ ኣሕመድ ብኣእዳውና ጌሩ ሓንቲ ጥይት እንተ ተተኩሳ ደም ሸኾና ኣድጊ ክበጽ እየ። ዝቕጽል ሓምሳ ዓመት ዘይጠፍእ ኩናት ክእጎድ እዩ። እዚ ዝእወጅ ዘሎ ኩናት ፍቶ ጽላእ ናይ ቀይሕ ባሕሪ ሕቶ ኣይኮነን ናይ ቀይሕ ደም ሕቶ እዩ ቀይሕ ደም ጎረቤት ህዝብታት። እስከ ብምቕጻል ድማ ነሽነሽ ዝተፈላለዩ ሓደሽቲ መረጃታት እዩ ሂዝና ቀሪቡ ዘሎ ሪናይ ንመለስ ብዛዕባ ናይ ዲያናን ዝተፈላለዩ ናይ ኢራቕን ዘሎ ጦርነትን ካልኦትን እዩ ሂዙልና ቀሪቡ ዘሎ ብሰፊኡ እስከ ሪናይ ንመለስ ሻሎም ከመይ ሓዲርኩም ካብ ትምሃል ምሸት ክሳብ ሎሚ ንግሆ ዘለዉ ሓፀርቲ ዜናታት ሒዘልኩም መፂ ኣለኹ ላይክ ላይክ ኣይትረስዑ ኢኹም ሰናይ ምክትታል ኣብ ካምፓላ ዝቕመጡ ስነጥበባውያን ትማሊ ሰነ ዓሰርተ ሽዱሽተ ክልተ ሽሕን ዒስራን ሓሙሽተን ንኽብሪ ኣብዚ ዝሓለፈ ሰሙን ኣብ መበል ዒስራን ኣርባዕተን ዓመታ ዝዓረፈት ኣዝዩ ተስፋ ተነቢርላ ዝነበረት ስነጥበባዊት ዲያና መሓሪ ዲዱ ቤተሰብን ስነጥበባውያን መተዓብይትን መማህርታን ግዱሳት ሰባትን ዝተሳተፍዎ ናይ ዝኽሪ ሽምዓ መደብ ኣካይዶም።

ሮናልዶ ኣብዚ ሕማቕ ኩነታት ዘለዎ እዋን ከምዚ ዓይነት መልእኽቲ ናብ ትራምፕ ብምስዳዱ ካብ ዝተፈላለዩ ወገናት ኣድናቖት ይውሕዘሉ ኣሎ። ካብ ዜና ናይ ትራምፕ ከይወጸና፣ ትማሊ ፕረዚደንት ዶናልድ ትራምፕ ርእሲ ከተማ ናይ ኢራን ዝኾነት ቴህራን ክትህረም ምዃና ዝሕብር ዘእንፍት ጽሑፍ ሓቢሩ ኣሎ። እቲ ፕረዚደንት ኣብ ዝጸሓፎ ጽሑፍ፣ ኩሉ ሰብ ብቕልጡፍ ካብዛ ከተማ ቴህራን ክወጽእ ኣለዎ ክብል ኣብ ናይ ውልቁ መርበብ ሓበሬታ'ዩ ዘርጊሑ ዘሎ። ነዚ ስዒቡ ድማ ነበርቲ ርእሲ ከተማ ኢራን ዝኾነት ቴህራን ብጠንቂ እቲ ኣብ መንጎ ሃገሮምን እስራኤልን ዝቕጽል ዘሎ ብቐሊሉ ክሃድእ ዘይመስል ግጭት ካብታ ከተማ ክወጽኡ ኣብ ዝፍትኑሉ ዘለዉ እዋን ኣዝዩ ከቢድ ሎጀስቲካውን ስነኣእምራውን ብድሆ ኣጋጢምዎም ከምዘሎ ይሕበር። እዚ ትርእይዎ ዘለኹም ገለ ካብታ ከተማ ዝወጽኡ ዘለዉ እዮም። ብተወሳኺ'ውን ካብታ ከተማ ኣይንወጽን ኢና ዝብሉ ብዙሓት ክህልዉ እንከለዉ፣ መብዛሕትኦም ኢራናውያን ድማ እታ ጽብቕቲ ቴህራን ናብ ቃዛ ክትቅየር ኣይተፍቅዱ ብምባል መልእኽቲ የሕልፉ ኣለዉ። ካብዚ ንላዕሊ ምሉእ ትሕዝቶ ተደሊኹም ኣብ ዩቱብ ኣለኩም ንሕጂ ግን ኣብዚ ይኣኽለና ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን ብሩኽ መዓልቲ የቐንየለይ። እስከ ብምቕጻል ድማ ሓደ ሃውና ብዛዕባ ኤርትራውያን ህዝቢ ዝንገላትዎ ዘለዉ ብምንታይ ምኽንያት እዩ ዝብል ስፍሕ ኣቢሉ ዝመረጃ ኣቕሪብልና እኒኦ እሱ ሪናዮ ንመለስ ካልኦት እውን ሓበሬታታት እዩ ዝህበና ዘሎ ብሰፊኡ ንረአዮ ነዚ ቻናል እዚ ሰብስክራይብ ለይገበርኩም ሰባት ሰብስክራይብ ብምግባር ቤተሰብ ይኹኑ እቲ ሓበሬታ ንብሙሉኹም ኣብ ውሽጢ ዩጋንዳ ተቐመጡ ኤርትራውያን ክኸውን ከሎ ብፍላይ ድማ ንወለዲ ማለት እዩ ኣብዚ ሰሙን እዚ ምስ ጸጥታ ኣተሓሒዙ ዝመጽ ሓበሬታ ስለዝኾነ ኣስተውዒልኩም ተኸታተሉ ማለት እዩ። ካብዚ ዝሓለፈ ሰሙን ጀሚሮም ሰራሕተኛታት ውሽጣዊ ጉዳያት መሲሎም ናብ ገዛ ናብ ገዛ እናኸዱ ብጉጅለ ተኣኪቦም ዝመፁ ሰባት ኣለው። ኣብዚ ቤት ፅሕፈት ውሽጣዊ ጉዳያት ሰነዳትን ደብዳበ ከምዘለዎም መሲሎም ዝመፁ ኮይኖም ንዝቕፅል ናይ ኒራ ሕጋዊ መለለዪ መንነት ከምዘለዎም ክምርምሩ ብዝብል ምስምስ ገዛኻ ድሕሪ ምእታው ብዙሕ ነገር ዘሚቶም ክወፁ ተረኺቦም ኣለው። ንሱ ጥራይ ኣይኮነን እዞም ከምዚ ዝገብሩ ዘለው ሰባት እውን ብሉፅ ዝበሃል ኣከዳድና ተኸዲኖም ላፕቶፕ ሒዞም ባዮሜትሪክ ክትገብር ኢኻ ዓሸራን ኣይ ኣፃብዕትኻን ናይ ዓይንኻን ክንወስድ ኢና ድሕሪ ምባል ምሉእ ናትካ ዳታታት ክወዙ ይጅምሩ ኣለው ማለት እዩ። እዚ ኣብ ሃገረ ዩጋንዳ ብመንግስቲ ደረጃ ዝተኣወጀ ዝኾነ ይኹን ነገር የለን። ዝኾነ ይኹን ዳታ፣ ኢንፎርሜሽን፣ ናትኩም ንከምዚኦም ዝመሰሉ ውልቀ ሰባት ክትህቡ እውን ዋላ ሓደ ዘፍቅደልኩምን ዝግድደኩምን ኣካል የለን ክሳብ እዛ ሰዓት እዚኣ። ምናልባት ሓድሽ ኣሰራርሓ እዚ ናይ ኒራ ተባሂሉ ዝጽዋዕ ዲጂታላዊ ዝኾነ መንነት ናይ ዩጋንዳ ምስ ናትና ዘተኣሳሰር እንተድኣ ኮይኑ እውን ኣብ ዝመጽእ ቀጺልና ኣብዚ ሒዝናልኩም ክንመጽእ ኢና። ክሳብ እዚ ነገር እዚ ዘይተኣወጀ ግን ኣብ ገዛኹም መጺኦም ከምዚ ዓይነት ኢንፎርሜሽን ንዝሓቱኹም ሰባት ከይትህቡ ካብ ሕጊ ወጻኢ ምዃኑን እዞም ሰባት እዚኦም ድማ ብመንግስቲ ከምዘይተላእኹምን ኣላሊኹም ጽንሑ። ካብቲ ዓመታዊ ኤርትራውያን ሃንቀው ኢሎም ዝጽበይዎ ዓውደ ስፖርት ቅድድም ብሽክለታ ቻምፕዮንስ ኤርትራ ንክጅምር ሎሚ ዓሰርተ መዓልቲ ተሪፍዎ ኣሎ ማለት እዩ። ኣብዚ ናይ ሎሚ ዓመት ዝካየድ ውድድር ዕለት ዕስራን ሸውዓተን ብክሮኖ ሜተር ጀሚሩ ከምኡ ድማ ዕለት ዕስራን ትሽዓተን ውድድር ቻምፕዮንስ ኤርትራ ክካየድ እዩ ማለት እዩ። ኣብዚ ናይ ሎሚ ዓመት ዝካየድ ቻምፕዮንስ ኤርትራ ድማ ካብቲ ዝሓለፈ ዓመት ኣዝዩ ብፍልይ ዝበለ መልክዕ እዩ መጺኡ ዘሎ። ሓደ እቲ ንብዙሓት ተቕዳደምቲ ኣዝዩ ዘህልኽ ዝነበረ፣ ንዝሓለፈ ብዙሕ ዓመታት እውን እንተኾነ ብቮላታ ተዛዚሙ ዘይፈልጥ ዝነበረ ቻምፕየንስ ኤርትራ ሎሚ ዓመት ብቮላታ ክዛዘም ዓቢ ተኽእሎታት ኣለዎ ማለት እዩ። ምኽንያቱ ዓቕብ ናይ እንዳ ዜና ዝነበረ ሙሉእ ሙሉእ ካብቲ ውድድር ከምዘልገስዎ ተገሊጹ። ተወሳኺ ድማ እቲ ቅድሚ ሕጂ ኣብ ኣስመራ ጥራይ ዝካየድ ዝነበረ ቻምፕየንስ ኤርትራ ሎሚ ዓመት ግን ኣብ ከረን ደቀምሓረን እውን ወሲኹ ክካየድ ምዃኑ ተነጊሩ ኣሎ። ኣዝዮም ብዙሓት ዝኾኑ መንእሰያት ተወዳደርቲ እውን ነዚ ውድድር እዚ ክሳተፍዎ ከምዝኾነ እውን ተራእዩ ኣሎ ማለት እዩ። So ኣብዚ ናይ ሎሚ ዓመት ዝካየድ ቻምፕየንስ ናይ ኤርትራ መን ክዕወት እዩ ኢልኩም ትግምቱ ማለት እዩ? ካብ ኩሎም ፕሮፌሽናል ተወዳደርቲ ኣብ ደገ ኮይኖም ዝወዳደሩ ዘለዉ ኣብዛ ሰዓት ከምኡ ድማ ኣብ ኤርትራ ኣዝዩ ብሉጽ ዝኾነ ብቕዓት ዘርእዩ ዘለዉ ካብ ኩሎም መን ክዕወተላ እዩ እዛ ናይ ሎሚ ዓመት ቻምፕዮንስ ኤርትራ ኢልኩም ትሓስቡ? ለስኩ ኣብ ቦታ ኮመንት ኣፍልጡኒ። እወ ዘለኩም ሪኢቶ ሓሳብ ኮሜንት ምግባርኩም ኣይትረስኡ ብፍላይ ብፍላይ ሰብስክራይብ ከይገበርኩም ትሪኡ ዘለኹም ሰባት እንዳ ሻሂ ኣቲኻ ተጠቒምካ ስኢልካ ምውፃእ እዩ ዝኸውን ዘሎ እሞ ሰብስክራይብ ምግባርኩም ኣይትረስኡ ንኣኹም ምን ማለት ስለ ዘይኮነ ሰብስክራይብ ምግባር እዛ ሚድያ ድማ ምድጋፍ ኣይትረስኡ ብካልኦት መደባት ሓደሽቲ መረጃታትን መዘናጊ ቪድዮታትን እስካብ ንራኸብ ሰላምን ራህዋን ይምነየልኩም ሰላም